ዳር ፅዮንና ይባርኸልና። ኣሜን ስምዓኒ ዶ ወዲ ቀሺ። ኣቤት ወዲ ሓውቲ።
ፅዮን እንታይ ማለት እዩ? ፅዮን ታቦት ኪዳን እዩ ወዲ ሓውትይ ሰባት ዝድሕኑላ ስርዓተ ኣምልኾ ዝፍፅሙላ ብዓብዩ ወዲ ሓውትይ ፅዮን ማለት ድንግል ማርያም ማለት እዩ ንሳ ኣዲኡ ንሱ ወዳ ክትኮኖ ዝመረፃ ንሳ ድንግልና ኣደን እናተባህለት ክትምስገን ንሱ ኣምላኽ ወሰብ እናተባህለ ክምስገን፣ ንኽብሪ፣ ንድሕነት፣ ንበረከት እግዚኣብሔር ንጽዮን ሓሪዋ ብምባል ልቢ ኣምላኽ ዳዊት ይዛረብ። እግዚኣብሔር ምስ ቅዱሳኑ ይሕረየና። ኣሜን።
እግዚኣብሔር ጸዊዑና ዘሎ ክንድሕን፣ ሕርየትና እንታይ ምዃኑ ፈሊጥና ብዝግባእ ክነገልግል እዩ። እዚ ዕለት እዚ ንእስራኤላውያን ካብ ብዙሕ መከራ ዘድሓነቶም፣ ኣብ ምድረ በዳ መና ዝመገበቶም፣ ኣብ በረኻ ካብ ከውሒ ማይ ዘፈልፈለትሎም፣ ጸላእቶም ዝሰዓረትሎም፣ ህንጻ እያሪኮ ዘፍረሰትሎም፣ ባሕሪ ዮርዳኖስ ኣሳጊራ ናብ ምድሪ ርስቲ ዘእተወቶም፣ ታቦተ ኪዳን ነኽብረሉ ዘለና ዝተቐደሰ ዕለት እዩ። ዋእ እሞ ረዚን በዓል እዩ። ይህናይ ደኣ እስራኤላውያን ታቦት ኪዳን ሒዞም ኣይሓፈሩን፣ ታቦት ኪዳን ጸግዖም ገይሮም፣ ኩሉ በረከቶምን ጸግኦምን እናበዝሐ ጸላእቶም እናሰዓሩ ይነብሩ ነበሩ። ኣብዚኣ እባ ከይትብርሃለይ እታ ታቦት ካበይ ዝመጽኣት እያ ዋዲ ቀሺ። ህያብ እግዚኣብሄር ያ ወዲ ሓውቲ እግዚኣብሄር ኣምላኽና ኣብ ኦሪት ዘጸኣት ምዕራፍ ዕስራን ሓሙሽተን እንታይ ኢሉ ኣነ ኣብ ማእኸልኩም ምእንቲ ክነብር መቕደስ ግበሩለይ ኢሉ ንእስራኤላውያን መቕደስ ከም ዝሃንጹ ገይሩ ንዕኡ ከምልኹ ምእንቲ ናይ ኣምልኾቱ ምልክት ዝኸውን ታቦት ኪዳን ሂብዎም እዚ ግን ህያብ እግዚኣብሄር እዩ ክብሪ ንኣምላኽና ይኹኖ ኣሜን ሕጂ ታቦት እንታይ ይጠቕመና? ታቦት ኪዳን ዶ ሓይልና ድኻምና ዝብርትዓሉ፣ ሓዘንና ናብ ሓጎስ፣ ንብዓትና ናብ እልልታ ዝልወጠሉ ኢና ካብ እግዝኣብሄር ተቐቢልና። ታቦት ዘይብሉ መቕደስ እግዝኣብሄር የብሉን። ታቦት ኪዳን ማለት ብሓፈሻ ህልውና እግዝኣብሄር ንገልጸሉ እዩ። ኣስተውዕል ወዲ ሓውቲ። የስተውዕል ኣለኹ።
ነምልኾ ንእግዝኣብሄር፣ ነኽብሮ ግን ታቦት እዩ። ስለምንታይ? እግዝኣብሄር ኣብ ታቦት ስለ ዝኸብር።